ምዕራፍ ዓሰርተ ሽዱሽተ ማእከላይ ክፍሊ ሲኦል ከም ብሓድሽ ከኣ ጐይታን ኣነን ናብ ሲኦል ከድና። ጐይታ ኸኣ ጓለይ ዝነገርኩኽን ኵሉ ዘርኣኹኽን ክትጽሕፊ ንዅሎም ሰባት ክትነግሪ ነዚ ዕላማ እዚ እየ ዝተወለድኪ በለኒ እዚ ነገር እዚ ሓቅን እሙንን እዩ ብኣኺ ገይረ እንደገና ንዓለም ሲኦል ምህላዋ ከራጋግጽ ኣነ ከኣ ካብ ሲኦል መውጽኢ ከም ዝገበርኩሎም ነዚ ክትነግሪ ኢኺ ተጸዊዕኺ ንኹሉ ትሕዝቶ ሲኦል ኣየከር ኤክን እየ ብዙሕቡእ ክገለጽ ዘይብሉ ነገራት ኣሎ ንሱ ኣይክገልጸልክን እየ ግናኸ ብዙሕ ከርእየኪ እየ በለኒ ሕጂ ንዒ ሓይልታት ጸልማት መወዳእታን ተመልከቲ በለኒ ድሕሪ እዚ ከኣ ናብ ከቢድ ከብዲ ሲኦል ከድና ብሓንቲ ንእሽቶ ክፉት ኣቢልና ኸኣ ንኸይድ ነበርና። ናበይ ገጹ ገጽና ንኣቱን ምህላውና ንምርግጋጽ ከኣ ንየማን ጸጋም ኮነ ንድሕሪት ግልጽ ኢለ ረኣኹ። ኣብ ጎኒ ማእከል ወይ ሕምብርቲ ሲኦል ኣብ ዝነበረት ቁራጽ መሬት ከኣ ነበርና። ኣብ ቅድሚ ሓንቲ ክፍሊ ከኣ ደው በልና። ኣብ ውሽጢ እታ ክፍሊ ሓንቲ ምልክዕቲ ትመስል ሰበይቲ ነይራ። ኣብ ልዕሊኣ እቲ ልዳት እታ ክፍሊ ከኣ ቢሲ ማለት ቅድሚ ልደተ ክርስቶስ ዘመልክት ፊደላት ነበራ። እታ ሰበይቲ ከኣ ጎይታይ ሓደ መዓልቲ ከም ትመጻና እኳ ፈሊጠ ነይረ፣ በጃኻ ካብዚ ናይ ስቓይ ቦታ ኣውጻኒ በለቶ። እዛ ሰበይቲ ከምቲ ኣካዳድናኣ ናይ ቀደም ሕብረተሰብ ተኸዲና ነበረት፣ ብጣዕሚ ጽብቕቲ ነበረት። ንብዙሕ ዘመናት ኣብዚ ተቐሚጣ'ኳ እንተ ነበረት፣ ክትመውት ግን ኣይተኻእላን። ንሓያሎ ዘመናት ነብሳ ኣብ ስቓይ ነበረት፣ ትነብር'ውን ኣላ። ነቲ ሓጺርዋ ዝነበረ ሓጺን እንዳሰሓበት ክትበኪ ጀመረት። ጐይታ ኸኣ ህድእ በሊ ኢሉ ብሓዘን። ብድንጋጽን ከምዚ ኢሉ ተዛረባ፣ ንምንታይ ኣብዚ ከም ዘለኺ ባዕልኽ ትፈልጥዶ ኣይኮንክን? ንሳ ድማ እወ መለሰት። ደጊማ ግና ጎይታይ ክቕይር ይኽእል እየ በለት። ንኹሎም ካብ ሲኦል ከተውጽኦም ኮለኻ ቃላትካን ምድሓንካን ይዝከረኒ፣ በጃኻ ሕጂ ጥራይ ኣውጽኣኒ እምበር። ክምለስን ጽብቕቲ ሰብ ክኸውን እየ፣ ከገልግለካ እየ እንዳበለት ከኣ ብኽያታ ቀጸለት። ነቲ ናይ ቤት ማሕቡስ ዝመስል ማዕጾ ሓጺን በእዳዋ ሒዛ እንዳንቀጥቀጠት ኣውጽኣኒ ካብዚ ናይ ስቓይ ቦታ በጃኻ እንዳበለት ከተእዊ ጀመረት። ብኡ ንብኡ ከኣ ኣብ ቅድሜና ዓይና ክትለዋወጥ ጀመረት። ክዳውንታ ክነድድ፣ ስጋኣ'ውን ክወድቕ፣ ዓጻጽምታ ጎዳጉዲ ሀበሩ ዓይናን ጥራዩ ተረፈ። ሮማዕ ኢላ ወደቐት። ብስንባድ ጠመትኩዋ። ኣብ ውሽጢ ሒደት ካልኢት ኩሉ መልክዓ በኒኑ ጠፍኣ። ጸልማት ጣቓ ዝመስል ነብሳ ጥራይ ተረፈት። ብውሽጠይ ከኣ፣ እዛ ሰበይቲ እዚኣስ ቅድሚ የሱስ ኣብ ምድሪ ምውላዱ ኣትሒዛ ኣብ ሲኦል ትሳቐ ኣላ ማለት ድዩ? ኢለ እንዳበልኩ ተገረምኩ። ጐይታ ኸኣ ምስኣ ዘረባኡ ቀጸለ፣ ከምዚ ድማ በላ፣ ኣብ ምድሪ ከለኺ መወዳእታኺ እንታይ ከም ዝኸውን ትፈልጢ ኔርኪ ኢኺ። ሙሴ ሕጊ ሂቡኩም ኔሩ። ንስኺ ሰሚዕክዮ ኢኺ እንተኾነ ግን ኣብ ክንዲ ሕገይ ምእዛዝኪ ንሰይጣን መሳርሒት ምዃንኪ መሪጽኪ ከም ሳዕቤኑ ከኣ ጠንቋሊት ኣስማተኛታትን ኮንኪ ንብዙሓት ጥንቆላ መሃርኪ ካብ ብርሃን ጸልማት ኣፍቀርኪ ተግባርኪውን ብዙሕ ክፉእ ነበረ ተነሲሕኪ እንተትኾኒ መን ምሃበ ኣቦይ ብምሕረቱ ይቕረ ምባል ሕጂ ግና እቲ ግዜ ሕድገት ሓሊፉ እዩ ልብና ብሓዘ መሊኡ ኸኣ ምስ የሱስ ተተሓሒዝና ተበገስና። ክንከይድ ከለና እተን ዓጻጽምቲ ዝተረፋ ኣእዳዋ ኣስሊኻ ክትሕዘና ፈተነት፣ እንተኾነ ግን ኣይከኣለትን። ንስቓይን ሓዘንን መወዳእታ ኮነ ተስፋይ ኣይነበሮን። ጎይታ በለኒ፣ ጓለይ፣ ሰይጣን ንብዙሓት ጽቡቓት ሰብኡትን ኣንስትን ንምጥፋእ፣ ብዙሕ ነገራት እዩ ዝጥቀም። ንዕኡ ዘገልግሉ ሰባት ንምርካብ ለይትን ቀትርን ይተግህ። ንኣምላኽ ምግልጋል ዝኣበየ ዅሉ ኸኣ ኣብ ምግልጋል ሰይጣን ይወድቕ። ንህይወት ምረጹ፣ ሓቂ ኸኣ ሓራ ኸተውጽኣኩም እያ። ቍሩብ ምስ ተጓዓዝና ኸኣ፣ ኣብ ቅድሚ ኻልእ ኽፍሊ ደው ኢልና። መን ኢኹም? መን ኢኹም? ዝብል ድምጺ ሰብኣይ ካብ ውሽጢ እቲ ኽፍሊ ኽወጽእ ሰማዕና። ኣነ ኸኣ፣ ንምንታይ ይሓትት ከም ዘሎ ገረመኒ። የሱስ ከኣ ዕዉር ሰብኣይ እዩ በለኒ። ካልእ ድምጺ ከኣ ሰማዕና። እንተ ጠመትኩ ኣብ ቅድሜና ሓደ ኣዝዩ ገዚፍ ጋኒን ተጓነፈና። ዝተሰባበረ ዝመስል ገዚፍ ክንፊ ከኣ ነበሮ። ኣብ ጥቓ የሱስ ተጸጊዐ ከለኹ ከኣ ብኣና ሓሊፉ። ከም ዚጥምተና ይመስል ነበረ። ንዕኡ ሓዲግና ምስ የሱስ ናብቲ ዚጣራዕ ዝነበረ ሰብኣይ ገጽና ቊሊሕ በልና። እቲ ሰብኣይ ኣብ ውሽጢ እቲ ናይ መሓዩር ክፍሊ ተዓጽዩ ሕቖና ናባና ገይሩ ነበረ፣ ንሱውን ጥራይ ዓጻጽምቲ ነበረ። ኩሉ ኣካላቱ ብሓዊ ይነድድ ነበረ፣ ሽታ ሞት ከኣ ኣብኡ ነበረ። ኣእዳዉ ናብ ኣየር ኣልዒሉ፣ ሃሰስ እንዳበለ እንዳተንቀሳቀሰን ከኣ በጃኹም ርድኡኒ ኣታ ዝረድእ ዶ የልቦን እንዳበለ ደጋጊሙ የእዊን ይጣራዕን ነበረ። ጎይታ ከኣ ብህድኣት ኣታ ሰብኣይ ህድእ በል እቲ ሰብኣይ ብኡ ንብኡ ግልጽ ኢሉ ጎይታ ንምርደይ ከም ትመጽእ ተረዲኡኒ ኔሩ በለ ብንስሓ ኣለኹ ሕጂ በጃኻ ውጻኒ ፈልጥ እየ ሕሱም ከም ዝነበርኩ ንስንክልናይ ናብ ረብሓ ከም ዘውዓልክዎ ኣስማተኛ ከም ዝነበርኩ ሕጂ ግና እንሳሕ ኣለኹ በጃኻ በጃኻ ውጻኒ ለይትን ቀትርን ኣብዚ ሓዊ እዚ ብዘይ ዕረፍቲ ትሳቐ ይሳቐ ኣለኹ ኣብዚ ማይ የለን ብጣዕሚ ጸሚኤ ኣለኹ ገለ ቁሩብ ማይ እኳ ኣይምሃብካንን ኢሉ ኸኣ ለመኖ። እንዳ ኸድና ኹለና ኸኣ ድምጹ ዓው ኣቢሉ ንጎይታ ይጽውዕ ነበረ። ብሓዘን ንቁልቁል እንዳ ጠመትኩ ኸኣ ንጎይታ ሰዓብክዎ። ጎይታ ኸኣ ኹሎም ጠንቆልትን ገበርቲ እከይን ጊድኦም ኣብቲ ቐላይ ሓውን ዲንን እዩ፣ እዚ ኸኣ እቲ ኻልኣይ ሞት እዩ በለኒ። ናብ ካልእ ኽፍሊ እውን መጻእና፣ ኣብኡ ኸኣ ኻልእ ሰብኣይ ረኸብና። ጐይታ መጺኻ ኸም እትፈትሓኒ ተረዲኡኒ እዩ ነይሩ በለ እዚ ሰብኣይ። ንብዙሕ እዋን ኣብዚ ዀይነ ተነሲሐ እየ ክብል ደጋጊሙ ተዛረበ። እዚ ሰብኣይ እዚ እውን ከምቶም ካልኦት ብነበልባል ሓውን ብሓሳኹን ዝመልአ ዓስኬሬን ጥራይ ነበረ። የሱስ ከኣ፣ ኣታ ሰብኣይ፣ ገናዶ ኣብዚ ኰይንካውን ሓሶትን ሓጢኣትን ኣይገድፈካን? ንስኻ ወዲ መዝሙር ሰይጣን ከምኡውን ብኣመና ሓሶት ንብዙሓት ዘስሓትካ ምዃንካ ባዕልኻ ትፈልጥ ኢኻ። ኣብ ኣፍካ ሓቂ ቦታ ኣይነበራን፣ ንነፍስኻ ዅሉ እዋን ሞት ጥራይ ነበራ። ቃላትካ ኣዘውቲርካ እኳ እንተ ነገርኩኻ፣ ንስኻ ግን ምድሓነይ ብቕዱስ መንፈሰይን ኣሽካዕለልካ። ንዓይ ካብ ምስዓብ፣ ምሉእ ዕድሜኻ ሓሶት መሪጽካ፣ ንስኻ ናይቲ ኣቦ ሓሶት ዝኾነ ድያብሎስ ኣቦኻ ኢኻ። ኩሎም ሓሰውቲ ጊደኦም፣ ኣብ ቀላይ ሓዊ ድኒን እዩ ንስኻ ንመንፈስ ቅዱስ ጸረፍካ በሎ ብኡ ነብኡ እቲ ሰብኣይ ድምፁ ኣልዒሉ ንጎይታ ክረግሞን ብዙሕ ክፉእ ቃላት ኣንጻሩ ክዛረብን ጀመረ ጉዕዘና ቀጸልና ምስኪን ነብሲ ንዘለኣለም ኣብ ጥፍኣት ሲኦል ክትነብር መሪጻ ጎይታ ኣስዒቡ ዝኾነ ናባይ ዝመጽእ ህይወቱ ስለይ ዘጥፍእ ብርግጽ ህይወቱ ምስ ትርፉ ክረክብ እዩ እንተኾነ ሓጣን ክድሕኑ ዝኽእልሉ ኣብ ገጽ ምድሪ ከለዉ እንተዘይተነሲሖም፣ እንተ ተነሲሖም እንተ ተመሊሶም ጥራይ እዩ። ናብዚ ቦታ እዚ እንተደኣ መጺኦም ግና ናይ ንስሓ ዕድል የልቦን። ብዙሓት ግና ንኣምላኽን ንሰይጣን ክግዝኡ ይደልዩ ወይ እውን ደረት ዘይብሉ ናይ ንስሓን ምድሓንን ግዜ ዘለዎም ይመስሎም። እቶም ጠቢባን ኢና ግና ሕጂ ንመን ከም ነገልግል ከም ዘገልግሉ ክመርጹ እዮም። ናብቲ ካልእ ክፍሊ ከኣ ሓለፍና። ኣዝዩ ዘሕዝን ናይ ተስፋ ቁርጸት ኣውያት ካብኡ ይወጽእ ነበረ። እንተ ረኣኹ ከኣ ሓደ ሰብኣይ ኣብ ምድሪ ተኾሚሩ ነበረ። ዓስኬረኑ ብሓዊ ሓሪሩ፣ ነፍሱ ከኣ ረሳሕ ጨዓይ ጣቓ ትመስል ነበረት። ገለ ክፋል ኣካላቱ ጎዲሉ ከም ዝነበረ ከኣ ኣስተውዓልኩ። ትኽ ትኽ ነበልባል ሓውን ብሃንደበት መጺኡ ገበጦ። ሓሳኽ እውን ፈለኽለኽ ክብልዎ ጀመሩ። ጐይታ ኸኣ፣ ሓጢኣት እዚ ሰብኣይ እዚ ብዙሕ እዩ። ልቡ ጽልኢ ዘስፈረ ንብዙሓት ዝቐተለን እዩ። ናባይ እንተ ተመሊሱ ክምሕሮ ኸም ዝደሊ ከም ምዃንኩ ክንሳሕ ፈጺሙ ኣይፈተወን። ኣነ ኸኣ ንጐይታ፣ ንስኻ ኽትቀትልን ጽልኢ ኽትሓድግን ከም እትኽእልን እፈልጥ እየ ነይረ ማለት ድዩ? ክትብል ተወከሰቶ። ጐይታ ኸኣ እወ በለኒ። ኣስዒቡ፣ እንተ ዝኣምንን ናባይ እንተ ዝምለስን መን ምሃቦ? ኣነ ኻብ ኵሉ ዓብዪ ይኹን ንእሽተ ሓጢኣት ይቕረ ብምባል መድሓንክዎ። እንተዀነ ኣብ ክንዲ ዝምለስ ብቐጻሊ ሓጢኣት ገበረ። ብኡ ብኡ ውን ሞት ስለ ሞት ሞት ሞተ ስለዚ እዩ ከኣ ሕጂ ኣብዚ ዝርከብ ዘሎ ብወንጌል ክኣምን እሞ ከገልግለኒ ብዙሕ ዕድል ተባሂብዎ ነበረ እንተኾነ ንኹሉ ነጸጎ ሕጂ ግና ኣብዚ ግዜ ንስሓ ሓሊፉ እዩ እቲ ቀጺልና ዝረኽብናዮ ክፍሊ ከኣ ብሕማቕ ጨና ተኸቢቡ ነበረ። ኣውያቶም ሞታት ናብ ጣዕሳ ኡዝማን ኣብ ኩሉ እቲ ቦታ እትሰምዖ ነበርኩ። ብዙሕ ካብ ምሕዛነይ እዘተላዕለ፣ ንዓለም ብዛዕባ እዚ ክፉእ ቦታ ንምንጋር ዝከኣለኒ ክገብር ከኣ ከቢድ ሓለፋነት ተሰማዓኒ። ንምግባሩ ከኣ ወሰንኩ። በጃኹም ሓጉዝኒ ዝብል ጥርዓን ናብ ሓንቲ ሰበይቲ ኸኣ ሰማዕኩ፣ ግለጽ እንተ በልኩ ኸኣ፣ እቲ ቕድሚ ሕጂ ዝረኣኽዎ ዝነበረ ብሓዊ ዝትቓረየ ኸበሮ ዓይና ዘይኰነስ ጽቡቓት ኣዒንቲ ረኣኹ። ብኽቱር ሓዘን ኣንቀጥቀጥኩ፣ ኣመና ድንጋጸ እታ ሰብ ነፍሲ ኸኣ ሓደረኒ። ካብቲ ዘላቶ ናይ ማሕቡስ ክፍሊ መጸግዒ ሒዛ ክሃድም ተመኔኹ፣ ንሳ ኸኣ ኣብዚ ቦታ እዚ ዘሎ ስቓይ ብጣዕሚ ኸቢድ እዩ በለት እንዳሕለምለመት። ጐይታ ሕጂ ኹሉ ቅኑዕ ዘበለ ኽገብር እየ። ሓደ ግዜ ፈሊጠካን ተቐቢለካን ነይረ ንስኻ መድሓኒየይ ነበርካ እንዳበለት ንሓጻውን ናይቲ እስርቤት ኣጽኒዓ ሓዘቶ። ንምንታይ ሕጂ መድሓኒየይ ዘይትኸውን? ዝነድድ ስጋ ካብ ኣካላተይ እንዳተጋማመዐ ወደቐ። ዓስካሬን ጥራይ ከኣ ነቲ ሓጺን ጨቢጡ ተረፈ። ካብ ሕማም ዓስኪ ካብ ሕማም ካንሰር ከተትርፈኒ ፈዊስካኒ ብሰላም ከኣ ኪዲ። ካብዚ ዝኸፍእ ከይትረኽብስ ደጊምኪ ኣይትበድሊ ኣይትሕጠይ ውን በልካኒ። ኣነ ከኣ ብዝከኣለኒ ሓጢኣት ከይገብር ፈተን ፈቲነ ትፈልጥ ኢኻ ጎይታ። ስለ ዘለኒ ኔር ጌ ዝከኣለኒ ጌረ ኢየ። ነፍሳት ከይተረፈን እኳ ክምስክረለን ጀመርኩ። እንተኾነ ግን ብኡ ንብኡ እቶም ሰበኽቲ ዝና ከም ዘይነበሮም ኣስተውዓልኩ። ከመይ ዝኣመሰሉ ሰብ ዝና ደለኹ! ቀስ ብቐስ ናብ ዓለም ተመለስኩ፣ ትምኒት ስጋ ኸኣ ወሓጠኒ። ለይታዊ ትልሂት ከቢድ መስተን ካባኻ ንላዕሊ ኣዲ። ኣድላዪ ዀይኑ ረኸብክዎም። ምስቶም ክርስትያናት ኣዕሩኽተይ ዝነበረኒ ርክብ ከኣ ብኡ ንብኡ ተቛረጸ፣ ካብቲ ዝነበርክዎ ኸኣ ብሸውዓተ ዕጽፊ ገደድኩ። ንደቂ ተባዕትዮን ደቂ ኣንስትዮን ብስጋዊ ፍቕሪ ኣፍቀርኩ፣ ናብ ናይ ዘለኣለም ጥፍኣት ክበጽሑ ኢለ ግና ኣይሓሰብኩን። ሰይጣን ከም ብሰይጣን ከም ዝተወነንኩ ኣይፈልጥን ነበርኩ፣ እቲ ዝቐረበለይ ምንሳሕን ምድሓንን ጻውዒት ይዝክር ኣብ ውሽጠይ ይስምዓኒ እኳ እንተ ነበረ፣ ኣነ ግና ኣይተመለስኩን። ኩሉ ግዜ ደሓን ቁሩብ ግዜ ኣሎኒ፣ ጽባሕ ናብ የሱስ ክምለስ እየ፣ ንሱውን ይቕረ ክብለለይ እዩ፣ ከናግፈኒ እዩ እብል ነበርኩ። እንተኾነ ካብቲ ዝግብኣኒ ንላዕሊ ስለ ዝደንጎኹ እነኹ ሕጂ ኩሉ ናይ ምንሳሕ ኮነ ናይ ምምላስ ዕድለይ ኣኽቲሙ እንዳበለት በኸየት። እተን ሕዙናት ኣዒንታ እንዳረኣኹወን ብባርዕ ሓዊ ሓረራ ብቕጽበት ጠፍኣ። ኣነ ኸኣ በቲ ዝረኣኹዎ ክፉእ ነገር ብምስንባድ ባህሪረ ናብ የሱስ ተለጠፍኩ። እዋይ ኣታ ጎይታ እንታይ ትርኢት እዩ እዚ እዚ ነገር እዝስ ብቀሊሉ ብ ኣባይ ኣብ ኩሎም ፍቁራተይ ከጋጥም ዝክእል እዩ ነይሩ ከኣ በልኩ ኣቱም ሓጥኣን በጃኩም እቲ ግዜ ከይተወድእ ከሎ ተነስሑ ነዚ ነገር እዚ ሓዲግና ናብ ካልእ ክፍሊ ሓለፍና። ሕጂ ውን ኣብ ውሽጢ እዛ ክፍሊ እዚኣ ዓስኬሬን ናይ ሰብኣይ ነበረ። እታ ነብሲ ከም ጠቐር መሲላ ኣብ ውሽጢ እቲ ዓስኬሬን ነበረት። ክርስዖ ዘይክእል ናይ ጣዕሳን ስቓይን ቃላት ብኽያትን ከኣ ካብኡ ይወጽእ ነበረ። ጐይታ የሱስ ከኣ፣ ጓለይ፣ ገሊኦም ነዚ መጽሓፍኪ ኼንብብዎ ኸለዉ፣ ልቢ ወለድ ዜንብቡ ዘለዉ ወይ እውን ፊልም ዚርእዩ ዘለዉ ኺመስሎም እዩ። እዚ ሓቂ ኣይኰነን ከኣ ኺብሉኺ እዮም። እንተዀነ፣ ከመዮ እትርእይዮ ዘለኺ ዅሉ ሓቂ እዩ። ብመንፈሰይ ናብዚ ኣምጺኤኪ ዅሉ ኣርእየኪ ኣለኹ። ደጊም፣ ሲኦል ሓቂ ምዃኑ ኣጸቢቕኪ ትፈልጢ ኢኺ። ምእንቲ ንብዙሓት ክትምስክሪ ኢለ፣ ኸኣ ነዚ ሓቂ እዚ ገለጽኩልኪ በለኒ። ኣቱም ብሓጢኣት እትነብሩ ዘሎኹም ጥፉኣት ሰባት፣ እንተ ደኣ ዘይተነሲሕኩምን እንተ ዘይተመሊስኩምን መወዳእታኹም ከምዚ ክኸውን እዩ። ጐይታ ቀጺሉ እዚ ሰብኣይ እዚ ኣብዚ ክመጽእ ዝኽእል ብሰንኪ ዓመጹ እዩ፣ ናይ ዓመጻ ሓጢኣት ልክዕ ከም ናይ ጥንቆላ ሓጢኣት እዩ፣ ብርግጽ ከኣ እቶም ንቓለይን ንመንገደይን ዝፈልጡ ንቓል ወንጌለይ ሰሚዖም ገና ዘይተነስሑ ኩሎም ኣንጻረይ ዓመጸኦም እዮም ዘለዉ። ብዙሓት ብሰንኪ እዚ ዓይነት ሓጢኣት ሎሚ ኣብ ሲኦል ሰፊሮም ኣለዉ። እቲ ሰብኣይ ከኣ ንጎይታ ሓደ ሓደ ግዜ ናይ ህይወት ንጎይታ ክገብረላ መዲበ እንተነበርኩ እቲ ጻድቕ ጸብ እታ እቲ ጻድቕን ጸቢብን ዝኾነ መንገድኻን ግና ክጓዓዞ ኣይ ኣይደለኹን ነታ ገፋሕ መንገዲ ደኣ መረጽኩ ንሓጢኣት ክትግዛእ ኣዝዩ ቀሊል ስለ ዝኾነ ክጸድቕ ኮነ ክቕደስ ዝገደደኒ ነገር ኣይነበረን ነቲ ሓጥእ መንገደይ ኣፍቀርኩ ከበድቲ ዓይነት መስተታት ክጭልጥ ጀመርኩ ካብ ትሕዝቶ ትእዛዛትካ ምፍጻም ከኣ ነዛ ዓለም እዚኣ መረጽኩ እንተኾነ ሕጂ ክሓስቦ ከለኹ ነቶም ቃልካ ክነግሩኒ ናባይ ዝለኣካዮም ሰሚዐዮም እንተዝኸውን መን ምሃበኒ ኣብ ክንዲ እዚ ግና እከይ ኣብ ልዕሊ እከይ ገበርኩ ኣይተነሳሕኩን ከኣ ብዘሎ ኣካላቱ ክሳዕ ዘንቀጥቅጥ ከኣ ነኽነኸ ንዓመታት ዝኣክል ኣብዚ ቦታ እዚ ተሳቅየ ኣለኹ መንነተይ ኮነ ሃለዋተይ እፈልጥ ከምኡ እውን ካብዚ ቦታ እዚ ናይ ምውጻእ ዕድል ከም ዘየለ እፈልጥ። ለይትን ቀትርን በዚ ነበልባል ሓዊ ብሓሰኹን እሳቐ ኣለኹ። የእዊ እንተኾነ ንምርዳእይ ዝመጽእ የልቦን። ንነፍሰይ ሓደ እኳ ዝግደሰላ የልቦን። እዋይ ኣነ ግዲ! ሓደ እኳ ዝግደስ ወይ ዝረድእ የልቦን እንዳበለ ኣብ ብርክኽ ዝበለ ቦታ፣ ኣታባይ ኣብታ ባይታ ዕኹልል ኢሉ ብምውዳቕ ብኽያቱ ቀጸለ። ናብ ካልእ ክፍሊ እውን ቀጸልና። ሓንቲ ሰበይቲ ኸኣ ነቶም ሓሰኹ ካብ ኣካላታ እንዳለቐመት ክትቃለስ ጸናሕትና። ንጎይታ ምስ ረኣየቶ ኸኣ ክትበኪ ጀመረት፣ ጎይታ በጃኻ ሓግዘኒ! ቅንዕቲን ሰናይን ሰብ ክኾነልካ እየ በጃኻ ካብዚ ኣውጻኒ ሕደገኒ እንዳበለት ነቲ ሓጺን ናይቲ ቤት ተጠንቀቕን ትንኽነኽን ነበረት። ጎይታ ኣብ ምድሪ ኮለኺ ናይ ሂንዱ ኣማልኽቲ ጣኦት ተምልኺ ነበርኪ። ኣዘውቲረ እውን እቶም ምሰናይ ወንጌል እኳ እንተነገሩኒ ኣነ ግና ኣይተቐበልኩምን። ምስ ሞትኩ ነቶም ኣማልኽቲ ሂንዱ ካብ ሲኦል ከውጽእኒ ለመንክዎም፣ እንተኾነ ከድሕኑኒ ኣይተኻእሎምን። ጐይታ ሕጂ ግና እንሳሕ ደልየ ኣሎኹ በለት። ጐይታ ኸኣ እቲ ናይ ንስሓ ግዜ ተወዲኡ'ዩ በለ። እንዳ ሓለፍና ኹልና ተመልከትክዋ፣ እንሆ ኸኣ ነበልባል ሓዊ መጺኡ ከደና፣ ሰይጣን ኣዕሽይዋ። እቲ መሪር ብኽያት ክሳዕ ሕጂ ኣብ ውሽጢ ነብሰይ ይስምዓኒ። ብሕዙን ድምጺ ከኣ ጎይታ ንዒ ሕጂ እንኸደሉ ግዜ ኣኺሉ እዩ፣ ጽባሕ ክንምለስ ኢና በለኒ።